ጌታ ይባረክ ክብሪ ንእግዚኣብሔር ይኩን ብዛዕባ በተክርስትያን ዘለና ኣራእያን ኣተሓሳስባን ክዕረ ስለ ዘለዎ እግዚኣብሔር ኣምላክ ይባረክ ብስነ መለኮት ናይ በተክርስትያን ኣቃማምጣን ናይ በተክርስትያን ኣራእያን ናቱ ዝኮነ መንገዲ ኣለዎ እሱ ይኮና ንሕና ንክተል መጽሓፍ ቅዱስ እንታይ ይብል ብዛዕባ በተክርስትያን እሱ ኢና ክንክተል ንደሊ። ኣብ ዝሓለፈ ግዜ ብዛዕባ ቤተክርስትያን ዝረኣናዮ ነገር ኣሎ። ኣብቲ ዝሓለፈ ካብቲ ዝሓለፈ ድማ እዚ ንሪኦ ኣለና። ክብሪ ንእግዚኣብሔር ይኹን። ከምዚ ዓይነት ጎይታ ይባረኽ። ከምዚ ዓይነት ሓሳብ ኣሎ። እዛ ኣብ ዘመንና ዘላ ቤተክርስትያን ወይ ድማ ማሕበር ኣምላኽ ነታ ኣብ ዘመን ሃዋርያት ዝነበረት ክትመስል ዶ ኣይግባኣን ዝብል ስለ ሞጎት ዘቕርቡ ኣለዉ። ምክንያቱ ነዛ ሕጂ ደላ በተክርስትያን ብመነጽር በታ ኣብ ሃዋርያት ዝነበረት በተክርስትያን ብምርኣይ እዛ በተክርስትያን እዚኣ ቅንዕቲ ኣይኮነትን ትክክል ኣይኮነትን ዓይነት ብዙሕ ስነ ሞጎት ዘቕርቡ ሰባት ኣለዉ ብዙሕ ሰባት ዝዛረቡ ንሕና እውን ዝንግዕ ኢልና ንርኢ ኣሎ ቤተ ክርስትያን ንቕድሚት እምበር ንድሕሪት ኣይትኸይድን እያ ቤተ ክርስትያን ንቕድሚት እምበር ንድሕሪት ኣይትኸይድን እያ ስለዚ ቤተክርስትያንሲ ኣብቲ ግዜ ሃዋርያት ዝነበረትሉ ካብኡ ንናብዚ ገጻ እናደፍእት ንመንግስቲ ኣምላክ ገጻጣያ ድኸይድ እምበር ንድሕሪት ንትምለስን እያ ንክልተ ሽሕ ዓመት ዝሓለፈ ንድሕሪት ክልተ ሽሕ ዓመት ንድሕሪት ኣይትምለስን እያ ንቅድሚት እያ ትኸይድ ቤተክርስትያንካ ናታ ፍጻመ ኣለዋ እግዚኣብሔር ኣምላኽ ናታ ፍጻመ ኣለዋ። ስለዚ እታ ኣብ ሃዋርያ ዝነበረት ቤተ ክርስቲያን ሓቀኛ ቤተ ክርስቲያን እዛ ሕጂ ዘላ ቤተ ክርስቲያን ግን ሓቀኛ ቤተ ክርስቲያን ክንብል እዚ ዓቢ ገበን እዩ ምክንያቱ ቤተ ክርስቲያን ትምራሕ ብመንፈስ ቅዱስን ብጌታ ብኢየሱስ ክርስቶስ እያ ንሕና ቅንዕቲ ኮነትን ቅንዕቲ ኮነትን ኣብ ራእይ ክንርኢ ኮለና ሲ ብዛዕባተን ቤተ ክርስቲያና ግምገማ ዝሃበ ባዕሉ እግዚኣብሔር ኣምላኽ ይዝህብ ንሕና ንበተክርስትያን ክንግምግም መሰል የብልናን በተክርስትያን ግን ንቅድሚት እያ ትኸይድ በተክርስትያን ካብቲ መጀመርያ ካብ ሃዋርያት ዝነበረቶ ዘመን ኣብዚ ቅድሚት ትገብሮ ኣብዚ ቅድሚት መለኮታዊ ስራሓ ትገብሮ ትዝዓበ እዩ ትፅቢት ዝግበረላ ናይ በተክርስትያን ትዝዓበ እዩ ስለዚ ኣብ ዘመን ሃዋርያት ዝነበረት በተክርስትያን ወይ ማሕበር ኣምላኽ ዝነበረትን ብኣኣ መሰረት ኣብ ግብሪ ሃዋርያት ነንብቦ እሞ እዛ በተክርስትያን እዚኣ ንዑ ስለ ዘይትመስል ቤተክርስትያን ኣይኮነትን ክንብል መሰል የብልናን። እታ ቤተክርስትያን ኣብ ትክክል ኣብ ቅኑዕ ኣብ መስመራ ኣብ ስራሕያ ዘላ እታ ቤተክርስትያን ሓደ ዓቢ ነገር ሓደ ዓቢ ነገር ኣብ ልዕሊኣ ዝፍጸም ምግላጽ ናይ ጌታ ናይ የሱስ ክርስቶስ ዳግም እቲ ዓብዪ ብንግስነት ዝመጽእ ብኽብሪ ዝመጽእ እትጽበ ዘላ እያ ክንደይ ምእመና ኣሎ ክንደይ ሰባት ኣሎ እንታይ ዓይነት ኣሎ ዘይገድስ ቤተ ክርስቲያን ዋና ዕላማኣ ሓደ ነገር ንክርስቶስ ንክትቅበል መርዓት ኮይና እትፅበ ዘላ ኣብ መሬትና እያ ስለዚ እዚዩ እቲ ተግባር ጎይታ ይባረክ ክብሪ ንእግዚኣብሔር ይኹን እታ ኣብ ዘመን ሃዋርያት ዝነበረት ማሕበር ኣምላኽ ብክልተ ዓበይቲ መለኮታዊ ፍጻሜታት ትፍለጥ እታ ኣብ ሃዋርያት ዝነበረት ቤተ ክርስቲያን ትበዝሕ ነይራ፣ ወንጌል ይስበኻ ነይሩ ዘይኮነ ብኽልተ ዓበይቲ ጉዳያት ኣዝያ ብኽልተ ዓበይቲ ፍጻመታት ትፍለጥ ክልተ ዓበይቲ ፍጻሜታት ገይራ እታ ብሃዋርያት ዘራ ብኡ መንፈስ ኢና ክንሪኦ ንግባእ ምክንያቱ ብዛዕባ ሪቫይቫል ክንዛረብ እንድሕር ኮይና ክልተ ሽሕ ዓመት እንተ ርእናዮ ቤተ ክርስቲያን ኣብ ክልተ ሽሕ ዓመት ውሽጢ ኣዝያ ውሑድ ወንጌል ሰቢኻ ኣዝያ ከማን ቤተክርስትያን ዝሰብኸትሉ ዘመን ተዳሪእናዮ እገርመኩም ኣብ ክልተ ሽሕ እውን ኣይበፅሕን እዩ ኣብ ሚት ተደመርናዮ ሚት ዓመት እውን ኣይከውን እዩ ኣዝዩ ሓፂር ነገር እያ ኣብ ናይ ሃዋርያት ግዜ ብጣዕሚ ሓፂር ጌራ ሰቢኻ ሪቫይቫል ኔር ናይ መንፈስ ቅዱስ ምንቅስቃስ ኣብ ሳልሳይ ራብዓይ ክፍለ ዘመን ድማ ንተወሰነ ግዜ ምስ ፀንሐት ክሳብ ዓሰርተ ሽዱሽተ ክፍለ ዘመን ኣብ ዓሰርተ ክልተ ሽዱሽተ ክፍለ ዘመን ድማ ናይ ቃል ኣምላኽ ወንጌል ምቅልቃል እዚ ሕጂ ዘለናዮ ናይ መጨረሻ ሪቫይቫል ኣብ ዓሰርተ ትሽዓተ ክፍለ ዘመን ጀሚሩ ናይ መንፈስ ቅዱስ ምንቅስቃስ ክሳብ ሕጂ ከባቢ ንሚእቲ ዓመት ኣሎ እንደገና ኣብ ክንሪኦ ኮለና እዚ ኣብ ምዕራባውያን ዝነበረ ምንቅስቃስ እንደገና ኣብ ሰማንያታት ክንሪኦ ኮለና ኣብ ሃገርና ክንሪኦ ኮለና ሕጂ እቲ ናይ መንፈስ ቅዱስ ምንቅስቃስ ኣብ ስሳታት ኣብ ሰብዓታት ተቀላቂሉ ተቀላቂሉ እምበር ኣብ ዓድና ሪቫይቫል ነይሩ ይኮነ ተቐላቒሉ እንደገና ኣብ ሰማንያታት ክንሪኦ ከለና ናይ መጨረሻ ይመስለኒ ኣብ ሰማንያታት ክንሪኦ ከለና ኣብ ዝተወሰነ ናይ እስያ ሃገራትን ኣብ ዝተወሰነ ኣፍሪቃ ሃገራትን ናይ መወዳእታ ይመስለኒ ናይ ሪቫይቫል ዓይነት ኣብ ሰማንያታት ተቐላቒሉ ሕጂ ቤተ ክርስቲያን መንፈስ ቅዱስ ኣብዛ ዓለምና እዚኣ ሙሉእ ክልተ ሽሕ ዓመት ኣይተንቀሳቐሰን ኣዝየን ውሑዳት እየን። ውሑዳት ግዜን ካብቲ ናይ ዓሰርተ ትሽዓተ ዝኸደ ናህሪ ኣብ ካልኣይ ውግእ ዓለም ምስ ኮነ ናይ ሪቫይቫል ጉዳይ ናይ ምዕራባውያን ኩሉ ደው ኢሉ ካብኡ ኣብ ሰማንያታት ድማ ኣብ ኣፍሪቃ ኣብ ንውሑድ ግዜ ንከባቢ ዕስራ ዓመት ተቐላቒሉ ናይ ሪቫይቫል ካብኡ ንፋስ ድማ እዚ ንርእዮ ዘለና እዩ ኣብ ኢትዮጵያ ገለ ትርእይዎ ንፋሳት ካብኡ ዝመፀ ጫፍ እዩ ኣብ ኢትዮጵያ ሪቫይቫል የለን ካብኡ ዝነፈሰ ጫፍ ተናፈሰ ስለዚ ቤተ ክርስቲያን ድሕሪ ሕጂ ናይ መንፈስ ቅዱስ ምንቅስቃስ ሪቫይቫል ኣሎ ኢለን ይሓስብ እዩ ምኽንያቱ ናይ ቤተክርስትያን ዋና ዕላማ እንታይ ተልናዮ ኣብ ግዜ ሃዋርያት ዝነበረት በቲ ናይ መንፈስ ቅዱስ ሪቫይቫል ኣይኮነን ዋና ሚስጥር ናይታ ቤተክርስትያን ክልተ ነገራት ኣላ ኦቲ ሓደ ነገር እንታይ እቲ ቀዳማይ ነገር ዕርገት ናይ ጌታ ናይ ኢየሱስ ክርስቶስ ዝፈጸመት ቤተክርስትያን እያ ንጌታ ንኢየሱስ ክርስቶስ እንታይ ዝገበረቶ ንኽብሪ ንሽመት ንልዕልነት ንማዕረግን ንክርስቶስ ንሰማይ ንኽዓርግ ዘፋነውት ቤተክርስቲያን እታ ናይ መጀመርያ ጎይታ ይባረክ ዶ ዓብይ ነገር ፍጻሜ ዝገበረ እዚዩ ናይ ቤተ ክርስቲያን መለክዒ ናይ ቤተ ክርስቲያን መለክዒ እቲ ቀንዲ መለክዒ ናይ ቤተ ክርስቲያን ናይ ሰብ ብዝሒ ናይ ሰብ ቁፅሪ ናይ ገለ ዘይኮነ መለኮታዊ ሚስጥራታ ክትገልጽ ኮላ እሱ ድማ ማእኸል ጌላ ናይ የሱስ ክርስቶስ እዩ ቤተክርስትያን እታ ኣብ ሃዋርያት ዝነበረት እቲ ሓደ ዓቢ ናታ ፍጻሜ ዝኾነ ዕርገት ናይ ጌታ ናይ የሱስ ክርስቶስ እዩ። ሃለሉያ! ጎይታ ይባረኽ ዶ? እንታይ ይብልና እዚ ምስ በለ ድማ እናረኣይዎ እንታይ ገበረ ዓረገ። ካብ ኣዒንቶም ከኣ ደምና ተቐበሎም። ኣቱም ሰብ ገሊላ፣ ስለምንታይ ናብ ሰማይ እናጠመትክን ደው ኢልኩም ዘሎኹም? እዚ ኻባኻትኩም ናብ ሰማይ ዚዓርግ ኢየሱስ፣ ከምቲ ናብ ሰማይ ኪዓርግ ከሎ ዝረኣኹምዎ፣ ከምኡ ገይሩ ኸኣ ኪመጽእ እዩ በሎም። ርኢኹምዶ? እታ ኣብ ሃዋርያት ዝነበረት፣ ቤተክርስትያን ክትጥምታ ዝግብኣካ ክትመምያ ዝግብኣካ እንታይ ፍጻሜ መለኮታዊ ሰማያውን መለኮታዊ ጌራ ተረ ንጌታ ንኢየሱስ ክርስቶስ ዕርገት እዛ ቤተክርስትያን ዝሕጅነና ንክርስቶስ ንክዓርግ ንክኸይድ ዝገበረት እያ ሃለሉያ እቲ ካልኣይ እታ ቤተክርስትያን እቲያ ኣብ ግዜ ሃዋርያ ዝገበረቶ እቲ ዓቢ ፍጻሜ ድማ ምቕባል ወይ ድማ ምውራድ ካብ ሰማይ ናይ መንፈስ ቅዱስ ዓቢ ምዕራፍ እዩ እዚኦም ክልቲኦም ዓበይቲ ምዕራፍ ኣብ ቤተ ክርስቲያን ዝተፈጸሙ እዮም ሃለሉያ ከም ዝብለና ብድንገት ከዓ ከም ብርቱዕ ህበቡላ ንፋስ ካብ ሰማይ ደሃይ መፀ ነታ ኣብ ተቐሚጦማ ዘለዉ ነታ ተቐሚጦማ ዘለዉ ማሕበር ነታ ቤተ ክርስቲያን ማለት እዩ ነታ ተቐሚጦማ ዘለዉ ቤት እውን እንታይ ገበራ ብዘላ መልኣ ጎይታ ይባረኽ። እዚ እታ ኣብ ሃዋርያት ዝነበረት ቤተ ክርስቲያን እዘን ክልተ ፍጻሜታት ጌራ። እዚ ፍጻሜ ዝዓበየ ፍጻሜ እዩ። ስለዚ ኣብ ቅድሜና ነዚ ተዳሪና እታ ኣብ ቅድሜና ዘሎ እዛ ሎም ዘላትና ቤተ ክርስቲያን እንታይ እቲ ቀንዲ ዕላማ እቲ ናታ እንኮ ዕላማኣ እንታይ ተለ ክርድኣና ይኽእል እዩ። ናይ ጌታ ናይ የሱስ ክርስቶስ ንጉሰ ነገስ ኮይኑ ብመላእክቲ ተዓጂቡ ክመጽእ ከሎ ካብዛ ናይ ሃዋርያት ቤተ ክርስቲያን ዝነበረት ክንዲ ምንታይ ከተሸብርቕ እያ ሰማያት ኩሉ ጎይታ ይባራ ትሪዋ ነዛ ቤተ ክርስቲያን ንቤተ ክርስቲያን መን ያልካ ክትልክዓ ኮላ መለክዒያ ትፈልጥ ኣለካ መለክዒያ ኢየሱስ ክርስቶስ እዩ ሃለሉያ ጎይታ ይባረክ እንታይ ብለና ናይ ቤተ ክርስቲያን ፍጻሜ እታ ቤተ ክርስቲያን ክትፍጸም ናይ ቤተ ክርስቲያን ስራሕ ኣብዚ ምድሬት ክውዳእ ከሎ ሓደ ነገር ኣሎ ቤተ ክርስቲያን ትገብሮ ኣሎ ከምዚ ብለና ኣብ ቀዳማይ ቆርንጦስ 152425 ክርስቶስ ነቶም ጸላእቱ ሃለሉያ ዘበሉ ትሕቲ ኣእጋሩ ክሳብ ዝገብሮም ክነግስ ይግብኦ እዩ እሞ ኩሉ ሽመትን ስልጣንን ሓይልን ምስ ኣረገ እታ መንግስቲ እግዚኣብሔር ኣቦ ምስ ወፈየ እታ መንግ እታ መንግስቲ ንእግዚኣብሔር ኣቦ ምስ ወፈየ ሽዑዩ መወዳእታ ዝኸውን ጎይታ ይባረኽ ቤተክርስቲያን ፍጻሜያ እንታይ እዩ ኩሉ ስልጣን ኩሉ ሓይሊ ኢየሱስ ክርስቶስ ንመን ከረክቦ እዩ? ንእግዚኣብሔር ነቦ። እንታይ ማለት ብሕፅር ዝበለ ንሰማያዊ ግዝኣት ክትወሃብ እያ ብለና እግዚኣብሔር ይበ ከምዚ ይብለና ከዓ ኣብ ዋላ ቅዱስ ኣብኡ ክንሪኦ ምዕራፍ ክንሪኦ ቀዳማይ ቆሮንጦስ 15 28 ክንሪኦ ኩሉ ምስ ተገዝኦ ኩሉ ኩሉ ምስ ተገዝኦ ግና ኣምላኽ ኩሉ ኣብ ኩሉ ምእንቲ ኪኸውን፣ ሽዑ እቲ ወዲ ባዕሉ ነቲ ኩሉ ዘግዝኦ እንታይ ክገብሮ እዩ? ክገዝኦ እዩ። መን እዩ ግዝእዎ? ክርስቶስ እዩ። ክርስቶስ ከኣ ክገዝኦ እዩ። እዚያ ቤተ ክርስቲያን ንክልተ ሽሕ ዓመት ትጽበ ዘላ ነዚያ ትጽበ ዘላ ቤተ ክርስቲያን ነዚያ ትጽበ ዘላ ሰባት ከኣ ሪቫይቫል ይጽበዩ ኣለዉ። ቤተ ክርስቲያን ትጽበ ዘላ ግን ንክርስቶስ እያ ትጽበ ዘላ። ኣነ ሪቫይቫል ሲ ኣብ ትቕፅል ዘሎ ክንሪኦ ኢና ሪቫይቫል ሲ ብጣዕሚ ዝተወሰነ ነገራት እዩ ሪቫይቫል ቀዳማይ ነገር ዕድመ የብሉን ሓፂሩ ቨሪ ሾርት እዩ ሊሚትድ ዝኾነ ግዜ ይፀንሕ ሪቫይቫል ናይ መንፈስ ቅዱስ ምንቅስቓስ ናይ ቤተ ክርስቲያን ግን ክልተ ሽሕ ዓመት ቀጢላ ትፅበ ዘላ ንመን እያ እንተልናዮ ንክርስቶስ ሃለሉያ ንክርስቶስ እያ ትፅበ ዘላ ንክርስቶስ እያ ትፅበ እዚ ኣብዚ ዘሎ ዓመት ጎይታ ክረድኣና እዩ ኣስፊሕና ብዛዕባ በተክርስትያን ዘለና ኣረኣያ ኣዝዩ ክሰፍሕ ከም ዘለዎ እግዚኣብሔር ኣምላኸይ ብጌታ ብኢየሱስ ክርስቶስ ስም ክረድኣና እዩ ኣብ በተክርስትያን ዘለና ኣረኣያ እግዚኣብሔር ይባረክ ክብሪ ንእግዚኣብሔር ከም ዝብለና ብዛዕባ ቤተ ክርስትያን ወይ እውን ማሕበር ኣምላኽ ክንብል እንከለና ብዛዕባ ኣካልነት ናይ ክርስቶስ ኢና ንዛረብ ዘለና ብዛዕባ ቤተክርስትያን ክንዛረብ ኮና ብዛዕባ ህንጻ ብዛዕባ እቲ መስቀል ብዛዕባ ንዋያት ብዛዕባ ንብረት ኣይኮና ንዛረብ ዘለና ብዛዕባ ኣካልነት ብዛዕባ እቶም ብጌታ ብኢየሱስ ክርስቶስ ዝደሓኑ ኣብ ቤተክርስትያን ዘሎ ኢና ንዛረብ ዘለና ኣካልነት ኢና ንዛረብ ዘለና ብዛዕባ እቶም ነፍሳት ኣብኡ ዘሎ ኢና ንዛረብ ዘለና ስለዚ እታ ቤተክርስትያን ብኸመይ እያ ትኸይድ እንተሪእናዮ ቀዳማይ ክንሪኦ ኮላ እታ ቤተ ክርስቲያን ህላውነታ ወይ ድማ ኣብ ህልዋታ እንተጣሲ እንታይ እዩ ተልካ ኣብታ ማሕበር ኣምላኽ ምጽናዕኻ ናይ ምድሓንካ መርኣያ እዩ ሓደ ሰብ ብጌታ ብኢየሱስ ክርስቶስ ኣሚኑ ድሒኑ ኣብታ ቤተ ክርስቲያን ጸኒዑ እንተሎ እዚ እንታይ እዩ ክርስትያን እዩ ኣበይ ጸኒዑ እንተሎ ኣብታ ማሕበር ኣብታ ኣካል ናይ ክርስቶስ እንተ ኣሎ ኣብታ ኣካል ናይ ክርስቶስ እንተ ኣሎ ኣሎ ኣሎ ውሉድ ኣምላኽ እየ ዝብል እንተ ኮይኑ ሲ ኣብ ቤት ኣምላኽ ኣሎ ማለት እዩ ደቅና ወሊድናዮም ሲ ኣነ ግድሰንን ኢሉ ካልእ እንዳ ጎረቤት እንዳ ገለ ገዛ ኣይከይድን እዩ ገዛና እዮም ዝመጹ ሰብ ምስ ደሓነ ውሉድ ኣምላኽ ምስ ኮነ ኣበይ ድመጽእ ኣብ ቤት ኣምላኽ ምናልባት እዞም ካብ ቤት ኣምላኽ ኣብ ቤት ኣምላኽ ዘይነብሩ ንቤት ኣምላኽ ኣኽብሮት ዘይብሎም እንታይ ኮይኖም ዝስምዕኹም እንታይ ኮይኖም ማለሲ ኣብ ቤት ኣምላኽ ንቤት ኣምላኽ ዘይሕቀፉ ኣብ ማሕበር ኣምላኽ ዘይነብሩ ሰባት እንታይ ኮይኖም ስምዕኹም በዚ ክትሪኦ ከለኻ ምክንያቱ እቲ ቀዳማይ ናይታ ቤተ ክርስቲያን እዚ እዩ ከምዚ ይብለና ኣብ ቀዳማይ ጴጥሮስ 219 ንስኻትኩም ግና ደግነት እቲ ካብ ጸልማት ናብቲ ዘገርም ብርሃን ዝጸዋዓኩም ምእንቲ ክትነግሩ ሕሩያት ወለዶ ናይ መንግስቲ ክህነት ቅዱስ ህዝቢ ጥሪት ኣምላኽ ዝኾንኩም ህዝቢ ኢኹም። ኣብ ቤተ ክርስቲያን ካህን ክትከውን ኣብ ቤተ ክርስቲያን ሕሩይ ኮንካ ፍሉይ ነገር ክትከውን እታ ቤተ ክርስቲያን እዚ እዩ እቲ ክራይቴሪያ እዚ እዩ እዚ እዩ ኣነ ኣሚነ ኣለኹ ኣብ ማይ ተኣሊኸ ብማይ ተጠሚቐ ኣለኹ ብስላሴ ተጠሚቐ ድሒነ ኣለኹ ኢልካ ኣብቲ ስድራ እንተ ደየለኻ ኣብቲ ኣካልነት እንተ ደየለኻ ኢሉ ከመይ ጌርካ ኢኻ እንድዒ ንዓይ ክብድ እዩ ዝብለኒ ሓደ ሓደ ግዜ ሓደ ሓደ ግዜ ክዛረቦ ምሻሎ ይኸብደካ እዩ ኣብ ቤተ ክርስቲያን ወፃእ ኸንካ ብኻልኣይ ደረጃ ድማ ብኻልኣይ ግን ኣባልነት ኣባልነት ኣብ ማሕበር ኣምላኽ ኣብቲ ትሕቲ ግዝኣት ናይ ክርስቶስ ምህላውካ እውን ኣፍልጦ ትህብ። ኣብ ቤት ኣምላኽ ኮ እንተ ደኣ ትመላለስ ኣለኻ፣ ኣብ ቤት ኣምላኽ እንተለኻ ኣብ ግዝኣት ናይ ጌታ ናይ የሱስ ክርስቶስ ኣብ ግዝኣት ናይ ኣምላኽ ኣብ ትሕቲ ኣምላኽ ንስኻ ሳሚት ጌርካ ትነብር ከም ዘለኻ ሓደ እንታይ እዩ ምልክትካ እዩ ሳሚት ጌርካ ከም ዘለኻ ኣይኮነን ሳሚት ጌርካ ከም ዘለኻ ሳሚሽን ጌርካ ኣብ ናይ ሳሚሽን ሲትዌሽን ከም ዘለኻ ሲ ንእግዚኣብሔር ኣምላኽ ኣግዚእኻዮ ምህላውካ ሲ ኣብታ ማሕበር ምርካብካ እዚ እዩ ኖ ኣነ ኣብታ ማሕበር በታ ማሕበር ናይ ስርዓት ኣይግዛእን ኢልካ ትኸይድ ትኾንካ እዚ ሲ ክርስትያን ኢልካ ክትፅውዖ ይግባእ ይኽእል ዶ ወይሲ ኣብቲ ዝመፅእ ዘሎ ዝግለፅ ክብሪ ሲ ህሉ ዶ ኸውን ሰብዚ ኣረ ንኹላና ሕቶ እዩ ሳሚት ዘይገበረ ሰብ ማለት እዩ ሳሚት ከይገበርካ እገርመካ ከምዚ ብለና ኤፌሶን ሓደ ዕስራን ክልተን ንብዘሎ ኸዓ ኣብ ትሕቲ ኣእጋሩ እንታይ ግበሮ ኣግዘኦ ክትግዛእ ኣለካ ናይ ክርስቶስ እንድሕር ኮንካ ንኹሉ እንታይ ገበረ ብለና ኣግዘኦ ሃለለውያ ኣብ ልዕሊ ኩሉ እውን ርእሲ ምእንቲ ክኸውን ድማ ነታ ማሕበሩ ወፈያ ኣብ ማሕበሩ ኩሉ ነገር ግዙ ናቱ ኣብ ማሕበሩ ኣወፈያ ንማሕበሩ ሂብዎ ንኩላህና ንዓና ምስ ደሓና ብጌታ ብየሱስ ኩናና ንማሕበር ናይ ክርስቶስ ተዋሂብና ኣብኣ ከኣ ክንነብር ተወፊና ኣብ ማሕበሩ እንታይ ግበርና ወፈየና ጎይታ ይባረ ኣብ ማሕበሩ እዩ ዝውፍየካ ብሳልሳይ ደረጃ ክንሪኦ ከሎማ ናይ ክርስቶስ ኣካልነት ካብ ዓለም ምፍላይካ ጋሃዲ ይገብር እስኻ ናይ ዓለም ዘይምዃንካ፣ ካብ ዓለም ከም ዝተፈለኻ፣ ኣብ በተክርስትያን ናይ ክርስቶስ ማሕበር ኣብ በተክርስትያን ኣባልነትካ ኣብ ዓለም ዘለዉ ማሕበራት ናይ ሩፋኤል ድዩ ናይ ገብርኤል ድዩ ናይ ገለ ዝበሃል ዘይኮንካሲ ናይ ጌታ ናይ የሱስ ክርስቶስ ማሕበር ምህላውካ ካብቲ ዓለማዊ ስራሕ ኩሉ ፍሉይ ምዃንካ ጋህዲ ትገብሮ ተፍልጦ ኣብ ዝኾነ ማሕበር እንድሕር ዘየለኻ ዳ ኣብ ማሕበር ክትከውን ኣለካ ግዴታ እዩ ጎይታ ይባል ኣብ ዮሃንስ ዓሰርተ ሸውዓተ ዓሰርተ ኣርባዕተ ከም ዝብለና ጎይታ ኣነ ቃል ከሃብክዎም ከምቲ ኣነ ካብ ዓለም ዘይኮንኩ ንሳቶም ካብ ዓለም ኣይኮንን እሞ ዓለም ጸልኣቶም ለና እንድሕር ራዮ ካብ ዓለም የሱስ ክርስቶስ ኣይኮነ ንሳቶም ድማ ካብ ኣሕና ካብ ዓለም ኣይኮነን ኣብ ናይ ዓለም ዘለዉ ማሕበራት ብመንፈሳዊ ነገር የዛረብ ዘለኹም ብካልእ ነገር ብዙሕ ማሕበር ክትኣቱ ትኽእል ኢኻ ብኢኮኖሚ ዘሎ ብፋይናንስ ዘሎ ቁጠባ ካልእ ክትኣቱ ትኽእል ኢኻ ማሕበራት መንፈሳዊ ነገር እየ ዝብለኩ ዘለኹ መንፈሳዊ ነገር እዩ ኣነ እቲ ጽባሕ ናይ ማርያም ደዓሪት ሕብረት ኣለኒ ዝብሉኒ ኣለዉ ክርስትያናት ኣነ ትፈልጦ ናይ ማርያም ደዓሪት ዶ ማርያም ከረን ዶ ገለ ብሉካ ኣለዉ ክርስትያናት ከይዶም ኣብኡ ኣለዉ ከምዚ ዓይነት ኣለዉ ኣነ ፈልጦም ኣሎ ከምኡ ዝብሉ ሾክ ትኸውን ቀሊል ኣይኮነን እንደገና ኣብ ራብዓይ ደረጃ ናይ መንፈስ ቅዱስ ኣካልነት ኣብታ ማሕበር ኣምላኽ እዩ ዝንቀሳቀስ ብመንፈስ ቅዱስ ናይ መንፈስ ቅዱስ ምንቅስቃስ ናይ መንፈስ ቅዱስ ህላውነትካ ብመንፈስ ቅዱስ ናይ መንፈስ ቅዱስ ምልኣትን ምቕባልን ዝፍጸም ኣበይ እዩ? ኣብታ ማሕበር ምስ ትህሉ ጥራይ እዩ። ቃል ኣምላክ ክዛረብ ከሎ ክልተን ሰለስተን ምትእከቡ ካብ ክልተ ንላዕሊ ካብ ሰለስተ ንላዕሊ ክትከውን ከለካ ማሕበር ዝበሃል ሓደ ሓደ ሰባት ዝነገሩካ ኣለዉ ኣነ መንፈስ ቅዱስ ድርኺት ወይ ድማ መንፈስ ቅዱስ ዝሓደረኒ ሰብ ኣነ ቤተክርስትያን ኣነ ቤተ መቅደስ እዮም ዝብሉካ እውን ኣለዉ ሰባት ኣዶኖ እንታይ ዓይነት ነገር ኣነሲ ቤተክርስትያን እየ ንርእሰ ይብልኻ ንውልቆም ከምኡ ዓይነት ነገር የለን ንእግዚኣብሔር መጽሓፍ ቅዱስ ኣየቐመጠን ጎይታ ይባረክ ክብሪ ንእግዚኣብሔር ይኹን ስለዚ ናይ መንፈስ ቅዱስ ኣካልነትካ ኣብታ ማሕበር መንፈስ ቅዱሳዊ ነገር እትቋደሶ እትረኽቦ እትቕበሎ ጎይታ ይባረክ ክብሪ ንእግዚኣብሔር ይኹን ኣብታ ማሕበር እዩ። ኣምላኽ ይክበር ከምዚ ይብለና ኣብ ሮሜ ሸሞንተ ትሽዓተ ንስኻትኩም ግና መንፈስ ኣምላኽ ሓዲርኩም እንተሀልዩሲ ብመንፈስ እምበር ብስጋ ኣይኮንኩምን እዩ ዘለኹም እቲ መንፈስ ክርስቶስ ዘይብሉ ሰብ ግና ንሱ ናይ ንሱ እቲ መንፈስ ክርስቶስ ዘይብሉ ሰብ ግና ንሱ ናቱ ኣይኮነን፣ ናይ ክርስቶስ ኣይኮነን፣ መንፈስ ቅዱስ ዘይብሉ። ጎይታ ይባረኽ፣ ክብሪ ንእግዚኣብሔር ይኹን፣ ኣምላኽና ይመስገን። ኣብ ሓምሻይ ክንሪኦ ከለና ድማ እቲ መለኮታዊ ጸጋታት ኣምላኽ ዋንነቱ ናይታ ማሕበር እዩ። ኣብ ቆሮንቶስ ዓሰርተ ክልተ እዩ ተቐቢልካ እንተኾንካ ንብረትነቱ ናይታ ማሕበር እዩ እስኻ ናይ ፈውሲ ጸጋ ተውሂብካ እንተኾንካ እቲ ንብረት እቲ ንብረት ዋንነቱ ናይ መን እዩ ናይታ ማሕበር እዩ ንብረት ናይታ ማሕበር እዩ ኣብታ ማሕበር ኮንካ ከተገልግል እምበር ኣብቲ ግዳም ወፂኢኻ ገንዘብ እናኽፈልካ ክትሰርሕ እዩ ንብረት ናይታ ማሕበር ንስኻ ኣጋንንቲ ናይ ምንፃል ፀጋ እንተይብካ እቲ ንብረትነቱ ናይታ ቤተክርስትያን እዩ እቲ ንብረት እቲ ግሬስ እንተዘይኮይኑ ኣብ ማቴዎስ ዘሎ እንታይ እዩ እዝን ዝን ጌርና ኢና ኣቱም ዓመፀኛታት ካባይ ረሓቑ መፅዩ ኣቶም ዓመፀኛታት ካባይ ረሓቑ ተኣምራት ጌርና ኢና ፈውሲ ጌርና ኢና እዚ ነገር ግና ኢና ክብሎ ከሎ እንታይ እዩ ንስኻትኩም ዓመፀኛታት ኣለ ኣግባብ ናይ እግዚኣብሔር ጸጋ ስለተጠቐምኩምሉ እንታይ ኢልዎ ካባይ ረሓቑ ምክንያቱ ንብረትነቱ ናይ ቤተ ክርስቲያን እዩ ንብረት ናይ ቤተ ክርስቲያን ወሲድካ ኣብ ካልእ ትጥቀመሉ እንተለካ እግዚኣብሔር ኣምላኽ ብጸጉ እንታይ ይኸውን እዩ ኣይተሓስኒ ይበካ እዩ ኣብ መጨረሽታ ግን እንታይ ይብለካ ተኣምራት ጌርና ኢና እዚ ነጌርና ኢና እዚ ጌርና ኢና እቲ ንብረት ንብረትነቱ ወሲድካ ኣብ ካልእ ቦታ ትጥቀመሉ እንተለኻ እንታይ እዩ ዝብለካ ኣንታ ዓመፀኛ እዩ ዝብለካ እግዚኣብሔር ኣምላኽ ስለዚ ኣብ ኣብ ቀዳማይ ቆሮንቶስ 12 ዘሎ ኣብ መጽሓፍ ቅዱስ ዘሎ ጸጋታት ጸጋ እንተለና ብስርዓቱ ኣብ ቤት ኣምላኽ ንብረት ናይ ኣምላኽ ምዃኑ ንፍለጦ ጎይታ ይባረኽ ክብሪ ንእግዚኣብሔር ይኹን ኣምላኽ ይመስ ሻዱሻይ ክንሪኦ ከለና ጎይታ ይባረኽ ክብሪ ንእግዚኣብሔር ይኹን ኣብ ሻዱሻይ ክንሪኦ ከለና ከንዘ ውሉድ ኣምላኽ ምዃንካ ዝስምዓካ ኣብ ኣብ ኣካልነት ናይ ማሕበር ኣምላኽ እዩ ንስኻ ናይ ክርስቶስ ውሉድ ኣምላኽ ምዃንካ ዝስምዓካ ኣብ ቤተ ክርስቲያን ክትህሉ ከለኻ ጥራይ ኣነ ገርመኩም ነገር ኣብ ገዛይ ከለኹን ኣብ ቤተ ክርስቲያን ከሎ ዓብ ፍልልያ ኣሎ ውሉድ ኣምላኽ ናይ ኣምላኽ ምዃንካ ድዒንካ ናይ ኣምላኽ ውሉድ ኣምላኽ ምዃንካ ዝስምዓካ ኣብቲ ኣካልነት ኣብቲ ማሕበር ናይ ክርስቶስ ምስቶም ናይ ክርስቶስ ሰባት ዝኾኑ ሕብረት ክትገብር ከለኻ እዩ ውሉድ ኣምላኽ ምዃንካ ፊዚካል እውን ዝስምዓካ ፊዚካል እውን ዝስምዓካ በይንኻ ተነፂልካ ወይ ድማ ካልእ ኮንካ ወይ ድማ ምስ ካልኦት ኣመንቲ ዘይኮይኑ ውሉድ ኣምላኽ ኮንካ ክስምዓካ ኣይክእልን እዩ ከምዚ ይብለና ቀዳማይ ቆሮንቶስ 12 ዕሳ ሕጂ ግና ኣካል ብዙሕ ይብለና እቲ ስጋ ግን ሓደ እዩ ኣካል ብዙሕ ይብለና ስጋ ግን ሓደ እዩ። ኣብቲ ሓደ ስጋ ክትለግብ ክትክእል ኣለካ። ኣብ ሓደ ስጋ ክንለግብ ክንክእል ኣለና። ጎይታ ይባረኽ። ብሻብዓይ ደረጃ ክንሪኦ ከለና ምድሓን ኮነ መንፈሳዊ ለውጢ ውሑስ ዝኸውን ኣብ ማሕበር ኣምላኽ እዩ። ኣካልነትካ ምስ ኣካልነት ዝልወካ ጥራይ እዩ ናትካ ናይ ጌታ ናይ የሱስ ክርስቶስ ዝደሓንካሉ ውሑስ ትኸውን። ኣብ ዮሃንስ ዓሰርተ ክንሪኦ ከለናሲ ኣነ እሙን ጓሳ የብለና ነተን ኣባጊዕኻ ካባይ ዝወስደን የለን ካብ ቤተ ክርስቲያን ካብ መጓሰ ኣምላኽ ምድሓንካ ናትካ ሳልቬሽን ጋረንቲ እዩ ምክንያቱ ኣብቲ መጓሰ እንተደየ ኣለኻ ዩ ዶን ሃቭ ኒ ጋረንቲ ሰባት ንተወሰነ ግዜ ካብ ቤተክርስትያን ዝተረፉ ሰባት እንታይ ዓይነት ቋንቋ ይዛረቡ ኣስተውዕልዎም። ካብ ቤተክርስትያን ወይ ድማ ኣንጻር ኣንጻር ቤተክርስትያን ይዛረቡ፣ ኣንጻር ኣገልገልቲ ይዛረቡ፣ ኣንጻር እቲ ናይ ቤተክርስትያን ውሽጢ ዘሎ ይዛረቡ። እንታይ እዩ እቲ ሰዓቤ ነገር? ዊ ዶንት ሃቭ ኤኒ ጋራንቲ የብልካን፣ ውሕስና የብልካን። እግዚኣብሔር ኣምላኽ ኣብቲ መጓሰ እዩ ዝሕልወካ እምበር ንበይንኻ ካልእ መጓሰ ይገብረልካን እዩ ኣይኮነን ካም ብሊቭ ሓደ ሓደ ግዜ ብጣዕሚ ሻሙናይ ክንሪኦ ከሎ ናይ ሞ ናይ ሞቱ ኮነ ትንሳኤዮ ተኻፋላይ ምዃን ርግጽ ዝገብሮ ኣብ ኣካልነት እዩ። ትንሳኤን ሞትን ናይ ጌታ ኢየሱስ ክርስቶስ እቲ ፈታኒ ነገር ትርእዮ ኣብ ቤተ ክርስቲያን እዩ። ሰባት ብዙሕ መከራ ብዙሕ ስደት ዝደርሶም ኣብ ቤተ ክርስቲያን ዘይመፁ ሰባት ስደት በፂሕዎም ኣይፈልጥ እዩ። ኣብ ቤተ ክርስቲያን ዘገልግሉ ኣብ ቤተ ክርስቲያን ዝመላለሱ ዋላ ኣብ ሃገርና ምስዚ ዘሎ ኩነታት እንተዳሪኻዮምሲ ሓደ ሰብ ኣብ ማሕበር ኣብ ዝኾነ ነገራት ኣብ ሕብረት እንድሕር ዘይሓበረ ኣብ ገዝኡ እንድሕር ዘሎ ስንክፈ ይብሉን ናይ መስቀል ቅልስ ኣብታ ማሕበር እዩ ኣብታ ማሕበር ክትመፅእ ከለካ እንታይ እዩ ቅልስ ኣለካ ሰይጣን ገዛ እርሱ እውን ኣብ ገዛኻ ኮፍቶ የልካ ዋላ ሓንቲ ቡፌ እንዳብልዐ የንብረካ ስ ኖ ፕሮብለም ኣብታ ማሕበር ክትመፅእ ከለኻ ግን እንታይ እዩ ቅልስ ኣሎ መንፈሳዊ ቅልስ ኣሎ ስለዚ ከምዚ ይብለና ኣብ ቆሎሴ ካልኣይ ብዳት ብጥምቀት እውን ምስኡ ብጥምጥማቑ ምስኡ ተቐበርኩም ብግብሪ እቲ ካብ ምዉታን ዘተንስኦ ኣምላኽ ድማ ምስኡ ተንሳእኹም ኣለና እዚ ኣብ ማሕበሩ ዝፍጸም እዩ። ጎይታ ይባረክ ክብሪ ንእግዚኣብሔር ይኹን ኣምላኽ ይመስገን ታሽዓይ ክንሪኦ ኮለና እቲ ወራስነት ኮነ ዓስቢ ናይ ክርስቶስ ኣብ ኣካልነቱ ብዘላ መጠን ተሳትፎ ይውሰን ጽባሕ ንግሆ ኣብ ምድሪ ኮነ ኣብ ሰማይ ኮነ ናይ ጌታ ናይ ኢየሱስ ክርስቶስ ዓስቢ ኮነ ካብ እግዚኣብሔር ኣምላኽ ዝወሃበና ነገራት ኩሉ ኣብ ራእይ ምዕራፍ ዕስራ ከድና ከነንብቦ ኮለና ኩሉ ዝወሃበና ዝውሰን ኣብቲ ቤተክርስትያን ዘበርከትናዮ ተሳትፎና ኣብታ ማሕበር ኣብይ ንማሕበር ናይ ክርስቶስ ተሳተፍናዮ ኢና። ሕራይ ሓደ ሓደ ሰባት ቻሪቲ ይሰርሕ ኣሎ፣ ጽቡቕ እዩ፣ እግዚኣብሔር ይባርኮም። ኣብ ቻሪቲ ዝገብር ኣለኹ፣ ናይ ቻሪቲ ስራሕ ሰርሕ እስግድ። መንፈሳውነት ግን ነታ ማሕበር ናይ ክርስቶስ ናይ ወንጌል ስራሕ ንጥፈት ክኸውን እዩሞ እግዚኣብሔር ኣምላኽ ይባረክ፣ ክብሪ ንእግዚኣብሔር። ዓስራይን ናይ መወዳእታን ክንሪኦ ኮና ከምዚ ብለና እቲ ክርስቶስ ውህበት ኮነ ጽድቂ፣ ቅድስና፣ እንረኽቦ ኣብ ኣብ ኣካልነት እዩ። ኣብታ ማሕበር ምስ ትኸውን ጽድቂ ድዩ ቅዳሴ ድዩ ናይ እምነት ዲሲፕሊን ድዩ ትረኽቦ ኣብታ ማሕበር እዩ። ኣብታ ማሕበር ኣብኡ ኢኻ ትረኽቦ። መነጽርካ እያ እታ ማሕበርሲ ኣብኡ ኣብኡ ኢኻ ትረኽቦ። ጎይታ ይባረኽ። ኣብ ካልኣይ ቆሮንጦስ ሓሙሽተ ዓሰርተ ሸውዓተ ከም ዝብለና ዓብ ነገር ጎይታ ይባረክ ስለዚ ሓደ እኳ ብክርስቶስ እንተልዩ ንሱ ሓድሽ ፍጥረት እዩ ብክርስቶስ ዝኣልዩሲ ሓድሽ ፍጥረት እዩ ሓድሽ ፍጥረት ከ ሓድሽ ፍጥረት ኣክቲቭ ዝኸውን ኦፕሬት ዝገብር ኣብታ ማሕበር እዩ ኣብታ ማሕበር መፅኻ ኩሉ ሰዓ ነግረና ከሎሲ ብዙሓት ይስዕ ሰዓቡኒ ኢሉ የሱስ ክርስቶስ እንታይ ኢሉ ሰዓቡኒ ክትስዕብ ኣለካ ነታ ማሕበር ናይ ጌታ ናይ የሱስ ክርስቶስ ክትስዕብ ኣለካ ኣብ ዮሃንስ 15 ክንሪኦ ከለና ከዓ ፍረ ከተፍሪ እንተኾንካ ናይ ፍሬኻ ዓስቢ ክትረክብ እንተኾንካ ኸ ኣብቲ ጉንዲ ናይ ጌታ ናይ የሱስ ክርስቶስ ኣብኡ ክትከውን ይግባእካ ኣብቲ ጉንዲ ስለዚ ንስኻትኩም ሓድሽ በቲ ብሉይ ሓሊፉ እዩ እነሆ ኩሉ ሓድሽ ኮይኑ ሓድሽ ፍጥረት ምዃንና ኣብቲ ሓድሽ ቦታ ኣብቲ ሓድሽ የሱስ ክርስቶስ ዝተኸሎ ማሕበር ክንትከል ኮለና ጥራይ እዩ ጎይታ ይባረክ ክብሪ ንእግዚኣብሔር መወዳእታ ከምዚ ንብል ኣምላኽ ይመስገን ከምዚ ይብል ዳዊት፣ ዳዊት ክዛረብ ከሎ ኩሉ ክንርኢ ከ ኣብ ቤት ኣምላኽ ንኸይምሰሉ እንታይ ብለ ተሓጎስኩ ብል ዳዊት ኣብ ቤት ኣምላኽ ንኸይ ምስ በሉኒ ተሓጎስኩ ኢሉ ናብ ቤት ኣምላኽ ንኸይምሰሉኒ ተሓጎስኩ ዳዊት እኮ ከእይዎ እሞ ንጉስ እዩ ንጉስ እዩ ኣብ ቤተ መንግስቲ ዝነብር እዩ ኣብ ክብሪ ዝነብር እዩ ኣብ ልዕልነት ዘሎ ዝነብር እዩ። ንዳዊት ግን ሓጎስ ዝህቦ እንታይ እዩ? ኣብ ቤት ኣምላኽ ኣብ ኣምልኾ ኣብ ቤት መቕደስ ኣምላኽ ክኸይድ ከሎ እዩ ሓጎስ ዝህቦ። ንቤት ኣምላኽ ንኽይድ ምስ በሉንሲ ተሓጎስኩ። ግን ኣብዚ ሎሚ እንተዘሪኢኻዮ ኣገልጋሊ ኮይኑ ኣብ ቤተ ክርስቲያን ንኽይድ ክትብሎ ኣብ ሓደ ሚኒስተር ወይ ኣብ ጠቕላይ ሚኒስተር ተርካ የነጥር ይነጥር ኣብ ፓርላማ ሓደ ሓደ ሰባት ክምስክሩ ኣገልገልቲ ርእዮም ኣለዉ። ኣነ እኳ ኣብ ቤተ መንግስት ተጸዊዔ ምስ ጠቅላይ ሚኒስተር ምስ ፕሬዝዳንት ተራኺበ ከም ዳዊት ግን ከምኡ ይኮነን ባዕሉ ንጉስ እዩ ኩሉ ነገር ዝመልኣሉ ዘሎ ነገር እዩ ንቤት ኣምላኽ ንኺድ ምስ በሉኒ ግን ተሓኮስኩ ኢሉ ዳዊት ራእይዎ ኣብ ቤት ኣምላኽ ኣብ ቤተ መንግስቲ ዘሎ ኣብ ክብሪ ዘሎ ንዳዊት ሓጎሱ ግን ቤት ኣምላኽ እዩ። እቲ ቤት ኣምላኽ እዩ። ንዓና ሓጎስና ድማ ከምኡ ኢሉ ሃዋርያ ጳውሎስ ክዛረብ ከሎ ተሓጎሱ፣ ሕጂ እውን ደጊመ ይብለኩም ኣለኹ ኢሉ። ተሓጎሱ፣ ብምንታይ ተሓጎሱ? ብጎይታ ተሓጎሱ። እግዚኣብሔር ይባረክ። ከምዚ ይብል ዳዊት መዝሙረ ዳዊት ክጅምር ከሎ ዳዊት ከምዚ ኢሉ ተዛሪቡ። እቲ ሚስጥሩ ኣብ መዝሙረ ዳዊት ምዕራፍ ሓደ ቁፅሪ ሰለስተ ኢሉ ነሱ ከምታ ፍሪኣ ከምታ ፍሪኣ በብግዜኡ እትህብ ቆጽላ ከኣ ዘይረግፍ ኣብ ወሰን ወሓዚ ማይ እተተኽለት ኦም ይኸውን። ዝገብሮ ኩሉ እውን እንታይ ይገብሮ? ይሰልጦ። ዳዊት ይሰልጦ ስለ ዝነበረ እዩ። ኣብ ወሓዚ ማይ ቆጽላ ድማ በብግዜኡ ግሪን ዝኸውን ዝኸውን ዝገብሮ ኩሉ ከኣ ይሰልጦ። እዚ ዝዛረብ ዘሎ መን እዩ? ዳዊት ሓደ ሚስጢር ናይ ኣምላኽ ይዛረብ ዘሎ ንዓና ሎሚ ዘይሰልጠና ዘሎ ስለዘይ ንጽሊ ኮና ንምንታይ ኢና ነገራትና ኩሉ ዘይኮን ዘሎ ኢልናና ኣብቲ ምንጪ ኣብቲ ምንጪ ስለ ዘየለና ኣብቲ ወሓዚ ስለ ዘየለና ኣብቲ ናይ እግዚኣብሔር ኣምላኽ ህልውና ስለ ዘየለና ኩሉ ኣይሰልጠናን እዩ ደቂ ኣምላኽ ተባሂልና እንታይ ንገብር ዳሃበለሮ ፍረስትሬሽን ይደሉ ዲስኣፖይንት ንነብር ምክንያቱ ኣብቲ ምንጪ ክትህሉ ከለኻ እግዛብሔር ኣምላክ ይባረክ እዚ ይከውን እሞ ጎይታ ይባረክ ክብሪ ንእግዛብሔር ይኩን እግዛብሔር ኣምላክ ብዛዕባ በተክርስትያን ዘለና ኣራእያ ነዚ ነገራት እናስፋሕናዮ ክንከይድ ኢና እዛ ሎሚ ዘላ በተክርስትያን እንታይ እያ ዝብል ነገራት እውን ክንሪኦ ኢና ጎይታ ይባረክ ክብሪ ንእግዛብሔር ይኩን ስለዚ ናይ በተክርስትያን ዘለና ኣራእያ ክንዕሪ ኢና ናይ በተክርስትያን ዘለና ኣብ በተክርስትያን ኣብ በተክርስትያን ጃጅ ክንገብር ዝኾነ ዓይነት ኮመንት ክንገብር ክንጥንቀቕ ኣለና። እታ ቤተ ክርስቲያን ብቁፅሪ ሰባት፣ እታ ቤተ ክርስቲያን ብመልክዕ ሰባት፣ እታ ቤተ ክርስቲያን ብኳየራት፣ እታ ቤተ ክርስቲያን ብዘለዋ ሃፍቲ ንዋያት ኣይትልካዕን እያ። መለክዕያ እዚ ይኮነን። ንዓኣ መለክዕያ ጌታ ኢየሱስ ክርስቶስ ኣብታ ቤተ ክርስቲያን ኣሎ። መለክዕያ እዚ እሞ ክብሪ ንእግዚኣብሔር ይኹን። እግዚኣብሔር ኣቦ ተባረኽ ብክብሪ ጌታ ብኢየሱስ ክርስቶስ ኣሜን።